ኣተና ሕንቃቐ ኣብ ዘለዎ ጥራሕ ዝመስሎ ክህሉ ይኽእል እዩ ብኣራንቺ እንዳተጣፍዐ ብትፋሕ እንዳተዘናግዐ ብመኪና ናብ ቤት ትምህርቲ እናተመላለሰ ዝዓበየ ጥራሕ ዝሓንቀቐ ዝመስሎ ሰብ እንተሎ ኣየገርምን። ሕንቃቐ ግን ብዘለካ'ዩ። ዝያዳ ካብ ብትሕዝቶ ብፍቕሪ ዝግለጽ እኳ ደኣ። ኣብ ጎደና እትልምን ኣደ ንወዳ ዝብላዕ ክትረክብ እናክትልምን ንነብሳ ገዲፋ ንዕኡ ከተማሙቕ ምቾት ዝፈጥር ኩነታት ክትገብር እንከላ ካብዚ ንላዕሊ ሕንቃቐን ፍቕርን ኣበይ ይርከብ? ዝያዳ እኮ ደኣ እዚ። ምኽንያቱ ካብ ሕልፍን ትርፍን ዘይኮነስ ካብታ ዘላታ እትህብ ስለ ዝኾነት። ድምጻዊ ቶማስ ኣልኣዛር እምበኣር ነዚ ክገልጽ እዩ ዝመስል ምስ ሰብካ ይጥዑም ገዛኻ ይማሙቕ ወላ እንተጠመኻ ካልእ ይትረፍ ትሕንቅቕ እናበለ ጥሜትን ሕንቃቕን ተቓረንቲ እናመሰሉ

ብምስምዓ ጥራሕ ኣተናና ኣወንታዊ ኮይኑ ክነብር እትገብር ሓንቲ ካብ ተባሃጊት ዕዮን ብፍልስፍና ሓሳባት ካብ ዘገርሙ ስነ ጥበባውያን ድምፃዊ፣ ገጣሚ፣ ዘያሚ፣ ብዙሕ መሳርሒታት ሙዚቃ ዝመልኽን ቶማስ ኣልኣዛር ኣርእስቲ ደርፊ ገዛኻ ይማሞ ድምፃዊ ቶማስ ኣልኣዛር ንውሓት ግዜ 6 ደቂቕን 37 ካልኢትን ንዘለና ከነፍቅር ከም ዘለና እትገልጽ ዓባይ መልእኽቲ ካብ ምምራር ዝርከብ ምንም ሓገዝን ለውጥን ከም ዘየለ ተዘኻኽር ብልጽቲ ዕዮ እያ ክዓቢ ዝደሊ ክስጉም እምበር ክነጥር ከም ዘየድልዮ እናነገረት ንዘለናዮ ኩነተ ህይወት ብምልኣት እናነበርና ንዕብየት ክንጥምት እትድርኽ እያ ንጸገም ጸገም እዩ ተልካዮ ኢኻ ትጻገም ኣብ ህይወት ፈተና ኣሎ ክዕወተሉ የበል ዝሓሰብካዮ ሎሚ እንተዘይሰለጠ ዕድልካ ይድፈንን እዩ ግዜ እዩ እንተመጠጠ ጸገም ጸገም እዮም ዘልካየ ኻትጻገም ኣብ ህይወት ፈተና ኣሎ ክዕወተሉ የበል ዝሓሰብካዮ ሎም እንተዘይሰለጠ ዕድልካ ኣይድፈንዩ ግዜዩ እንተመጠጠ ንወዲ ሰብ እቲ ዝኸበደ ሞት እኳ ኣእምርኡ ጥዑይ ንዝኾነ እምበር ንዘይኮነስ ክብደት ዝበሃል የብሉን። ምኽንያቱ ኣረዳድኡን ተቐባልነቱን ኣብ ሞት ስለ ዝፍለ ንሓደ ዝገጠመና ኣቕሊልና ምርኣዩን ኣኽቢድና ምርኣዩን ኣብ ኣእምሮናዩ ዝፈላለ ውፅኢት ዘለዎ እምበር እቲ ኩነታት ኣይኮነን ዝፈላለ። ስለዚዩ ንፀገም ፀገም እንተልካ ይኸብድ ኣብ ምኽባድ እውን ክንዲ ክንስከሞ ዝኸኣልና እንተጌርናዮ ዝስገር ይኸውን። ዘይለዓል ሰከም እንተ ሓሲብናዮ ድማ ክንድኡ ጸቒጥና ደው ክብል ብሰሪ ፍቓድና ጾር ሒዝና ንነብር። ስኡን ዝረኽበሉ እዋን ኣብ ቅድሚኡ ከም ዘሎ እንተ ዘይሓሲቡ፣ እሱር ካብቲ ኣብ ህይወቱ ክገጥሞ ዝነበሮ ጸገም ሓደ ይሓልፈሉ ከም ዘሎ እንተ ዘይወሲድዎ ንእዋን ማእሰርቱ ስዱድ ዝሓሸ ቦታ ኣብ ቅድሚኡ ከም ዘሎ ኣሚኑ ንቕድሚት እንተ ዘይከይዱ ንህዝቢ ኣብ ምግልጋል ዘሎ ናይ ዕላምኡ መወዳእታ ንህዝቢ ናብ ዝበለጸ ጎደና ንምጉዓዝ ዝሕግዝ እንተዘይኮይኑ በዛ ሎምን በዛ ሰዓትን ዝገጥመና ኣኽቢድና ተጸቒጥና ከይንነብር እዩ ግዜ ወላ ይመጠጥ እምበር ዕድል ሓንሳብ ጥራሕ ከም ዘይኮነ ዘዘኻኽረና። ኣብ ህይወት ኣብ ናይ ምንባር ጉዕዞ ኣብ ናይ ምንባር ቃልሲ ግድን እዩ ክህሉ መስገደል ግድን እዩ ንዕኡ ክትጋደል ንነብስኻ እወ ነዛ ነብሲ ክዕወት እየ ጥራሕ ኢልካ የእምና እምበር ኣብ ህይወት ኣብ ናይ ምንባር ጉዕዞ ኣብ ናይ ምንባር ቃልሲ ግድን እዩ ክህሉ መስገደል ግድን እዩ ንዑ ክትጋደል ንነብስኻ እወ ነዛ ነብሲ ተዕወቴ ጥራይ ኢልካ ያመና እምበር
ኣብ ለማፅ መገዲ እትጓዓዝ መኪና ልጓም መሓዚ ኣቢ እዚ ፍሕፍሐ ብዘይምህላው እዩ ክራር ጥዑም ቃና ክህልዋ እንተኾይኑ ስልክታታ ክውጠር እዩ ዘለዎ ኣእምሮ እውን ዝተፈተነይ ብሉፅ ውፅኢት ዘምፅእ እምበር ዘይተጎሳቆለ ንህይወት ከምቲ ክትኮኖን ከተዕውቶን እተቕርቦ ጸጋታት ክጎናጸፈላ ዘይሕሰብ እዩ። እቲ እዋን ፈተነ ዘይኮነ ከስግኣና ዘለዎ እቲ ፈተነ ንሓይልና ንትብዓትና ንምጽዋርና ዝመጸን ክንሰግሮ ከም ዘለና እናሓሰብና እንተጠሚትናዮ ኣብ ጸጽባሕ ንፈተነ ሰጊርና ኣብ ዓወት ክንበጽሕ ንዓይዶ እዚ ንዓናዶ ከምዚ ምባል ሓዲግና ብሰንኪ ዘይኮነ ብሳላ እናበልና ንረብሓና ክንሪኦ ንዓናን ንኸባቢናን ግሩም ውጽኢት ይኽልዎ።

መቑረምረሚ ኣብ ህይወት ሓጎስ ከይረኸበ'ዩ ዝነብር። ዘዝኸፍእ ንዓይ እናበለ ዝሓስብ ኣብ ኢዱ ንዘሎ ዘይኮነ ኣብ ኢድ ካልኦት ስለ ዘጠምቶ ወትሩ ኣብ ጎደሎ'ዩ ዝነብርን ዝኣምንን። ብኣወንታዊ ጎድኑ ዘይኮነ ኣጠማምታ ድማ ከምዚ ኣብዛ ደርፊ ዘሎ ኣበሃህላ ዝበኣሰ ክረኽቦ እምበር ክሕሾ ዘይሕሰብ'ዩ። እዝን እትን ኣለዉኒ እዝን እትን ድማ ይተርፉኒ ዝበለ ግን ኣለልዩ ስለ ዘሎ ንዝደልዮ ክጥምቶን ከለልዮን ክሕዞን ኣይእግሞን። ሓሳብና ወላ እንተተፈላለየ ኣብ መፈጸምታ ግን ኩልና ዓወት ኢና ንብህግን ንዓወት ኩልና ክንረኽባ እንተኾይንና ግና በቲ ዝግባእን ከምቲ ዝድለን ክንደልያን ክንሰርሓላን ኣለና። እዚ ኣብ ውልቃዊ ህይወትና ክሰርሕ እንተኽኢሉ ኣብ ማሕበራዊ ህይወትና ኣብ ሃገርና እውን ክሰርሕ ዘጸግም ኣይኮነን። ብኣውንታዊ ኣተና ዝመልአ ብናይ ሎሚ ሕመቕ ዘይኮነ ብንዕኡ ዝቕይር ዓበይቲ ሓሳባትን ትግባረ ዘለዎን ብናህሪ ዝጎይ ምስ ሕማቕን ሕመቑን ምትህልላኽ ገዲፉ ኣብ ዕብየትን ብርድኢትን ዝዓይይ ኣብ ዘለዎ ስሙር ቃልሲ ህይወት ምዕዋት ግድን እዩ። ደርሆ ምብራር ዶ ምጸልአ መንገብገብ እናሃለዎ ናተይ ኢሉ እሚንዋ ንነብሱ ተፈጥርኡ ኮይንዎ እዛ ነብሲ እውን ደረት የብሉን ድሌታ ብዘለካ ብትረኽቦ ኣብ ዘለኻዮ ተመስገን ኣልምዳ

ደረት ተመስገን ኣብ ማዕዶ ኣይኮነን ዘሎ ኣብ ሕቑፍና ደኣ ኣፍቃሪ ጽባሕ ይሰልጠኒ እናበለይ ብምምስጋን ንጽባሕ ዘማዕዱ ደላይ ስራሕ ወጻኢታት እናውፀዩ ስራሕ ንምርካብ ሓርኮትኮታ ምባል ዝነብር ብወፍሪ ተመስገንን ኢድካ ዘይመሃብን ተሰንዩ ድማ ኣብ ምንዳይ ይዋፈር ይረክብ ድማ ናይ ተመስገን ሸውሃት እንተዘይብልና ናይ ስስዕቲ ጥምየት ብፍቓድና ምእታው ስለ ዝኾነ ክንዲ ምምስጋን መቑርምራም ይበዝሕ እሞ እዚ ዝወልዶ ድማ ምምናይ ጥራሕ ይኸውን ውፅኢት ምሕላም ድማ ከይተተስእኑ እናበልና ነቲ ዘለናዮ ከይንርኢ ኣብ ድቃስ ምንባር እዩ ብዘይ ስጉሚ ዝኸይድ ብዘይ ዕዮ ዝፍረ ብዘይ ጻዕሪ ዝብጻሕ ስለ ዘየለ ድማ ወትሩ ኣብ ዘይንፈትዎ ብጋህዲ ክንነብርን ምልማዱ ኣብና ክንበሳጮን ብሰናይ ፍቓድና ንሕቆፎ እሞ ምውጻእ ክሳብ ዝኣብየና ኣትሪሩ ሒዙ ናቱ ይገብረና። ምስ ሰብካ ይጥዑም ገዛኻ ይማሙቕ ወላ እንተጠመኻ ካልእ ይትረፍ ትሕንቅቕ ዘለናን ዝጎድለናን ንምጥማት ግን

ክረርቡናን ክገንሑናን ከነእዱናን ክግስጹናን ክስዕሙናን ክጸፍዑናን ዝኽእሉ ናትና ስድራና እዮም እሞ ብዅሉ መኣዝን እናጠመትና ነቶም ብሓቂ ናትና ዝኾኑ እናለለና ንዅሉ ኣካል ምሕንቃቕ እናስተማቐርና ኣብ ሎሚ ተመስገን ኢልና ንጽባሕ እንብገስን ኪንዮ ሓሳብን ዘረባን ዝኸይድ ተግባር ሒዝና ናይ ዘለና ንጎይ ክንከውን ገዛኻ ይማሙቕ እተዘክረና ተፈታዊት ደርፊያ ዓቢ ዕዮ ስጡም መልእኽቲ በብቋንቁ ተደሪፍሎም ንኹሎም ሕብረተሰባት ክሃንጽ ዝኽእል ስነ ጥበባዊ ስራሕ እሞ ንስለ ጻዕሩን መንፍዓቱን ንድምጻዊ ቶማስ ኣልኣዛርን ንኹሎም ኣብዛ ደርፊ እጃም ዘለዎም ዕዙዝ ምስጋና ይግብኦም። ነባሪ ስራሕ ምስራሕ ቀዳማይ ክብሪ ንሰራሒ እዩ እሞ ንብዙሓት በዛ ደርፊ መንቋሕቋሕታ ብምፍጣርኩም ድማ ዓብዪ ኣኽብሮት ንህበኩም። ኣተና ኣስመሮም በርሀ